ሰላም ሰላም ክብራት ተኸታተልተይ ከመይ ውዒልኩም ሰላም ዲኹም? ኣነ ሰላም እየ ኣምላክ ይመስገን። ከመይ እኒኢኻትኩም? እምበኣርካስ ናይ ልማዓንቲ ቪድዮና እንታይ ይኮን ብዛዕባ ናይ ካርጎ ካርጎ ብናይ መን ካርጎ ልኢኽዮ ወይ ከዓ ንኪሎ ክንደይ እዩ ልለኣኽ ዓዲ ኣቲና ከኣ ገንዘብ ያው ክንደይ መናገጃ ከዓ መሳርሒ ይኣኽልና ትብላ ብዛዕባ ናዝታት ሕቶታት መልሲ ክኾና ኩልኹም ብላይ ክእተው ክብራት ኣሕዋተይ ቤተሰብ ንክኹምና ሰብስክራይብ ንክኹም ቤተሰብ ኩኑ ብዛዕባ ናይ ካርጎ ልኪሎ እንደይ ልኢኽዮ ዝበልክነን ኣሕዋተይ ኣነ ልኪሎ ሽዱሽተ እየ ልኢኸዮ ሽዱሽተ ሪያል ማለት እዩ ሓሙሽተ እውን ይኾን እዩ ሓደ ሓደ ግዜ ግን ኣብዝሓ ንልእኾ ልኪሎ ሽዱሽተ ሽዱሽተ ሪያል ማለት እዩ ስለዚ መን ይበሃል ካርጎኺ ኣበይ ከባቢ ኢኺ ልኢኽዮ ኣብ ድሕሪት እውን ልኢኻ ነይረ ኣብ ጅዳ እውን ኣማን ካርጎ ወይ ከዓ ዓለም ኣቀፍ ካርጎ ልብል እኒኦ ማንኛው ዓለም ንፈልጦ ኣብ ሪያድ ኣሎ እዮም ናቲ ተኸታተልቲ ኣብ ጅዳ ለለዎ እዮም ናቱ መሳርሕቲ ማለት እዩ ኩራተይ እና ብጣዕሚ ጥዑይ ሰብ እዩ ኣብ እንደ ወርሒ ይኣቲ ምናምን ቅድሚ ኳ ዝለ ቪድዮ ሰሪሕ ነይረ እየ ናተይ ኣብ መጀመርያ ኣብ ድሕሪት ናለና ኣብ ክልተ ሰሙን ኣትዩ ከከም በዝሒ ኮንቲነር ተመሊአን ኣብ ክልተ ሰሙን ኣብ ሰሙን ኣብ ወርሒ ክኣ ትኽእል እዩ ዝናይ ጅዳ ግን ልክዕ ኣብ ሰለስተ ወርሒ ምንም ነገር ከይጎደለ ኣብ ሰለስተ ወርሒ ልክዕ ኣትዩ ዓዱ ማለት እዩ ክብረት ኣሕዋተይ ስለዚ ናይ ካርጎ ኣብ ጅዳ ኣለለኽን ኣማን ካርጎ ወይ ከዓ ኑር ዝበሃል እውን ኣሎ እዩ ኣብ ድሕሪት እውን ኣማን ካርጎ ዝበሃል ማንኛው ሓበሻ ዝፈልጦ ትክክለኛ በቃ ጥዑይ ሓዋሊ ንብረትካ ብዘይ ጎደለ ለእቲ ኣማን ካርጎ ዝበሃል ኣለክን ኣብ ፌስቡክ እውን ፎሎው ብዙሕ ካብኡ ግን እንታይ እዩ ኩሉ ግዜ እናገረኪ ንግግር ካብ ስዑዲ ዓረብ እንሰዶ ነገራት እንገዝኦ ነገራት ንፍለጥ ንፍለ በተለይ ኣቑሒት ብዛዕባ ሓደ ሓደ ነገራት ቦራጭኡ ይስበር እዩ ምናምን ይበሃል እዩ ግን እዚ እንሰዶ ነገራት ንምረፅ ሃመኸን ዓዲ ኣቲኻ በዝሒ ገንዘብ መሳርሒ ወይ ከዓ ዝኾነ እንትን ክብለክንስ ኽዳውንቲ ኣቑሑት ንብረት ናይ በዝሒ ሸይጥኻ መሳርሒ ኣይትገብሮ ግን ንገዝኦ እና እንልእኾ ነገራት ምምራፅ ኮንፈርት ኮብርታ ፐርሙዝለ ናይ ዓድና ኦሪጂናል ፐርሙዝ የለን ካብኡለ በቃ ዝኾነ ናይ መጠሽዕጣን ገለታት ዓድና ብቲ ብቲ ሸርፉ ያው እዩ ንብል ኢና ግን ኣውዚ ኣታዊ ስለ ዘይብልና ዓሰርተ ሽሕ ሒዝና ከይድና መቐለ ምንም ነገር ኣይተግዘእናይ ምንም ማለት እዩ ኣብኡ ግን ስለ ዝሰርሓ ኣታዊ ስለ ልክን ዋላ ሓሙሽተ ሚእቲ ሪያል ሓንቲ በሪን ጠቕላላ ከዚ መመዘኒት ብቻ ሓሙሽተ ሚእቲ ሪያል እያ ሓሙሽተ ሚእቲ ሪያል ግን ኣብ ስራሕኽን ኮይንኽን እናሰራሕኽን ወዲያው ትትከኣ ኢኽን ኣብዚ መፂእኻ ግን ሓሙሽተ ሚእቲ ሪያል ሕሳብ ኣሽሪፍኽን እንደ ይኾንና ምንም ብዙሕ ኣቑሒት ሕሳ ኣይተግዘእክን ጭራሽ ማለት እዩ እምበር ብቲ ናይ ሸርፉ ገለታት ተመሳሳሊ እዩ። ስለዚ ስእልካ ካርጎ ምግባር ዘይኮነ ዝልትሰደድኦ ዝልትሰደኦ ንብረት እና ዝልትገዝኦ ንብረት ምፍላጥና ምፍላይ እዩ ኣገዳሲ ነገር ማለት እዩ ክብራት ኣሕዋተይ ካብኡ ካልኣይ ነገር ደሞ ዓዲ ኣቲናስ ብበዝሒ ኩሉ ግዜ ዓዲ ኣቲናስ ንፈርሕ ለና እንታይ ኢና ንሰርሕ ክንደይ ይኣክለና መሳርሒ ትልክን ዋንኡ በዝሒ ገንዘብ ዘይኮነ እቲ ገንዘብ ዝሓዝናዮ ሚእቲ ሽሕ ይኹን ክልተ ሚእቲ ሽሕ ይኹን ኣጠቃቅመና ቶሎ ናይ ስራሕ ድልየት ተሃሊከና በቃ እዚአን እየን ወሰንቲ ብቻ ክሰርሕ እየ ኢልካ ናይ ምውሳን ዓቅሚ ይሃልየና ካብኡ ያው ኩሉ ግዜ ድዩ እየን ዝስርሖ ኩለን ዓዲ ንኣትያ ይሰርሓሉ እየን ዓዲ ኣቲና ማንም ሰብ ክሕግዘና እዩ ከማኽረና እዩ ኢልኽን ዘበት እዚኣ ተኣምናላ ኣለክን ደቂ መዳም ዓይኒ ኣብ ስደት ኣለኽን ኩልኽን ሓ ኣብዚስ ኣኮይ ከማኽረኒ እዩ ቤተሰበይ ስራሕ ናይ ስራሕ ምውፃእ ዕድል ከማኽረኒ እዩ ሓውያም ዘገብር እዩ በጣም ምንም ምንም

ድልየት ናይ ስራሕ ተሃልዩካ ሚእቲ ሽሕ ክልተ ሚእቲ ሽሕ እኹል እዩ ደጋጊመ እየ ቪድዮ ዝሰርሕ ብዛዕባ እዚ ንስኽን ክትጭነቓ ይርኢ ኣብ ኮመንት ክትፅሕፋ ዓዲ ኣትየስ ክፈርሕ ምናምን ትብለ እሞ ዋንኡ ተሎ ናይ ምስራሕ ዕድል ተሎ ናይ ስራሕ ምስራሕ ድልየት ይሃልዩካ እምበ ምንም ለሸግርና ምንም ልሕርትስ የኾነ ብቻ ስኽን ኣትየ ናብ ካልኣይ ስደት ንከይኸድ በቃ እዚ ዓይነት ስራሕ እዚኣ ክሰርሕ እኒኤኒ ኢልካ ተኸፊትካ ብንእሽተን እዩ ልዕበ ናይ በዝሒ ገንዘብ ልኾነ ናይ በዝሒ ኣተሓሳስባ ናይ በዝሒ በቃ ናይ ልኾነ ኣስሓቢና ተሓሲብናስ በዝሒ ገንዘብ ይኾነ እዩ ናይ ስራሕ ውፅኢት በዝሒ ገንዘብ ሓደ ሚሊዮን እዩ ካብ ትኸል እኮ ኣሰራርሕኡ ተሓሳስኡ ፕሮግራም ተዘይክእልናዩ ንከስር ኣንውኑ ክብል ክእል እዩ ብሚእቲ ሽሕ ንሽተይ ድኳን ከፊትና ብክልተ ምስ ንእሽተይ ድኳን ከፊትናላ ክንደይ ሚልዮናት ክንደይ ክንኾን ንኽእል ኢና ማለት እዩ። ዋንኡ ፕሮግራም ዒላማ ናይ ስራሕ ይሃሊኻ ድልየት ናይ ስራሕ እዩ ኣሕዋተይ መዓረይ ብዛዕባ ናይ ገንዘብ ብዝሒ ኣይትሕሰባ ሃም ዝሪኦ ኣለኹ ብዛዕባ ናይ ሰላም ብዛዕባ ዓድና ከምዚ እዩ ዓድና ከምዚ እዩ ከይትመፃ ምናምን ልብል በዝሒ ቤተሰብ ልለው እዚ በዝሒ ሓውሉ ኣሎ በዝሒ ወላዲ ኣሎ ታይ ክትገብሪ ኣይ ከምዚ ዓዲ ምንም ሰላም የለይ ምንም ኑሮ ከብድ እዩ ገለታት ይብሉ እዮም ኖ እዙይ ስሕተት እዩ መፂእካ ትሪኦ ኖ ብማዕዶ ኮይንካ ትሪኦ ኣይጋነ ኣብነት ኣነስ ኣብኡ ኮይነ ናይ ዓድና ኩነታት ዝሰምዖ ነበርኩና ትመፅእ እየ ዝሪኦ ኣለኩ ኩሉ ነጋርስ ኣይጋነ ማለት እዩ ጭራሽ ብማዕዶ ኮይንኽን ለፋራርሑኽን ከምዚ ንዓድና ትፈርሓ ነገራት ብማዕዶ ኮይኑ ካብ ትሪኦና ብዓይኒ ካብ ትሪኦ ይፈላለ እዩ ጭራሽ ናይ ባዕልኽን ኣቋም ናይ ባዕልኽን ዕላማ ናይ ባዕልኽን ድሌት ይሃሊኽን በ ልሰብ ኣይትሕተታ ሲጀመር ኣደ ኣትየስ ከምዚ ክኸውን ድየ ከምዚ ከዓ ክልኒ ዶ ረጋዕቱ ካመይ እዩ ንራኸ ንኽእለ ዲና በቃ ብዛዕባ ናይ ዓድና ሕቶታት ኣይትሕተታ ባዕልኽን ኣቲኽን ትትሪኦ በቃ ሀምዚ ትሰማዖ በዝኒ የኾነ ጭራሽ ማለት እዩ። ዋና ነገር ትሕዝኦ ግን መፅለሊኽን ሰሪሕኽን ናይ ናይ መሳርሒ ነገር በቃ ዝኾነ ናይ ክተውፅኣሉ ዘለኽን ገንዘብ ክውሕደኒ ደኾን ከይደ ዶ ክሽገር ኮን ምናምን ኢልክን ከይትሓስባ ኣቲኽን ዘለልኽን ስራሕ ዋላ ብሚእቲ ሓምሳ ሽሕ ዋላ ብሚእቲ ሽሕ ሸቀጥ ድዩ ገለ ድዩ ከፍ ተብላ ሸው እግዚኣብሔር ከ ኣሚንካ እዩ ኩሉ ስራሕ ልክፈት ለውጢ ትሪኦ ዋና ነገር ለጥፈእናሉ ግን መፂእካ ጥራሕ እዚ ቅርሺ ላጥፋእካ ትፀንሕ እሞ ስራሕ ለይምውፃእ እኮ እዩ ንሪኦ ኣለና እኮ ስራሕ ተየውፃኣይ ኣብቲኣ ነይረ ነፍቲኣ ኣብቲኣ ነይረ ኣብቲኣ ትራንስፖርት ልሕት ኢሉ ይውዳእ ናብቲ ክትብል ናብቲ ክትብል ገንዘብ ይኸድሉ ይውዳእ ኣሎ ምንም ስራሕ ዘይተኸፈተ እኮ እዩ እዚኣ ተኾይና ግድን እያ ካልኣይ ስደት ትህሊ ሜፂና ቢያንስ ክልተ ወርሒ ሰለስተ ወርሒ ዕረፍቲ ጌርና ኣብ ገዛና ናብቲ ናብቲ ከየና ስራሕና ንጀምር ኣሕዋተይ ናይ ሎማዓንቲ ቪድዮ እዚ ይመስል ብጣዕሚ ትጠቅመክን እያ ኢለ ተስፋ ይገብር ማለተይ ብበዝሒ ኣሕዋተይ ንርእየክን ገና ህፃውንቲ ቆልኡ ካብ ሰላሳ ንታሕቲ ልልኽን ወጣት እንሰርሖ እንነብሮ ናብራ ትጨናነቃ ኢና ብበዝሒ ንርኢ ግን እዚ ስሕተት እዩ መፅኢኽን ትሪኦ በተለይ ንእሽተይ መፅለሊትኽን ተሰሪሕኽን ንእሽተይ ቢያንስ ተጨነቐት ገደደስ ካብ ክልተ ሚእቲ ሽሕ ንታሕቲ ዘይብላ ኣይትኣቲ ሃሚ ጌርካ ግን እዩ እቲ ክልተ ሚእቲ ሽሕ ማንኛው ዓይነት ስራሕ ናይ ምኽፋት ድሌት ይሃልየና ጭራሽ ነፍቲ ነፍቲ ነፍቲ በተለይ በተለይ ዓዲ ኣቲኸን ንዓዲ ታይ ደኾን ዓዲ ከድኹ ንዓዲ ከለ ከድኹ ትራንስፖርት ብጣዕሚ ይበልዐካ ብጣዕሚ ማለት እዩ ገንዘብ ለይትጠፍእ ኣበይ እያ? ስራሕኻ ኣውፂእኻ ኣብ ገዛኻ ኮፍ ትብል ተለኻ ምንም በቃ ነቲ ትበልዖ ትሰትዮ ኣስቤዛ ኢኻ ትገብር እምበር ወጪ ኣይትገብሪ ኣብ ዝኾነ መዓልታዊ ንወፅእ ትኾንና ብጣዕሚ ኢና ቅርሽና ንውድእ ኣነ ካብ ዘረእኹ ንክልተ ሰለስተ ኣሕዋተይ በቃ ብመቐለ ነርካ ልውቕሮ ብውቕሮ ነርካ ለጉልዓ ውግላዕ ነርካ በቃ ኔክን ቤተሰብ ንርእዶ ዓርኪ ኒኣዶ ገለዶ ገለዶ ተን ቅርሺ ንግፍ ይብላ እዚ ብጣዕሚ እዩ ከጥፈና ተጠንቅቃ ኣቲኽን ቤተሰብ መፂ ባዕሉ ይረኢኽን ተን ገንዘብ ኮነስ ገንዘብ ልውዳእ እኮ ይመስለካ መጀመርያ ኣቲኻ ምስ ተወደእ ኢኻ ትሪኦ መጀመርያ ኣቲኽን ቢያንስ ክልተ ወርሒ ካብ ሰለስተ ወርሒ ዕረፍቲ የድሊ ክልተ ወርሕስ በቃ ኣብዛ ሳልሰይቲ ወርሕስ ስራሕና ንኸፍት ነና ካብኡ እተን ገንዘብ ሃም ኢለን ኣለዋ ንስራሕ ወፂእዎ ኣሎ ንመሳርሒ ነገራት ኣለዎ ቢያንስ ዓሰርተ ዒስራ ገይረ ክኳሉ ካብ ዓሰርተ ዒስራ ተጥፍእ ዓሰርተ ዒስራ ገቢ ተገይርካ ብጣዕሚ ለዋፀና እዚ ዓብዪ ጥንቃቐ ገይርካ ንእትብያ ክቡራት ኣሕዋተ ኣጆኽን ንምእታይ ኣይትፍርሓ ልብል እዩ ናይ ሎማዓንቲ መልእኽተ ሰሰናይ ንዓኹም ክቡራት ኣሕዋተይ ባይ ባይ